ሰላም ተኻታተልቲ መደባት ፈንቅል ኤሪ ሜድያ ከመይ ትሓድሩ ንሎም ሰሉስ ሰላሳ ታሕሳስ ዝበልክዎ ብቐዳማይ ትሕዝቶ መደባት ቀሪበ ኣለኹ ንምክእታልኩም ብኽብረ ይዕድም ሰናይ ምክእታል ክቡራት ተኸታተልቲ በቲ ቀዳማይን ርእ ኣገዳሲ ዛዕባ ምስ እንፍልም ብሓያል ጻውዒት ኤርትራን መንግስቲ ግብጽን ኣኼባታት ዘካየደ ባይቶ ጸጥታ ውድብ ሕቡራት ሃገራት ኣገዳሲ ውሳነታት ንህዝብን መንግስትን ሶማል ዘሐጉስ ወሲዱ ይርከብ ኣሎ። ኣብቲ ትማሊ ንንውሕ ዝበለ ሰዓታት ዝተኻየደ ህጹጽ ኣኼባታት ናይ ባይቶ ጸጥታ ውድብ ሕቡራት ሃገራት ካብተን ሓሙሽተ ቀወምቲ ኣባላት፣ እተን ኣርባዕተ ነቲ እስራኤል ንሶማሊላንድ ከም ሃገር ኣፍልጦ ዝሃበቶ ምሉእ ብምሉእ ክነጽግኦ እንክለዋ፣ መንግስቲ ኣሜሪካ እስራኤል ዝወሰደቶ ስጉምታት ምስ ድሌት ሃገር ዝምድናን ዲፕሎማስን ክትምስርት መሰላ'ዩ፣ ኣሜሪካ ግን ኣብ ፖሊሲ ሓንቲ ሶማል ዘርለዋ ኣረኣእያ ከም ዘይተቐየረ'ያ ኣምባሳድር ኣሜሪካ ናብ ባይቶ ጸጥታ ውድብ ሕቡራት ሃገራት ብኸምዚ ዓይነት መደረታት ኣቢላ መርገጺ ኣሜሪካ ነጺራ ትርከብ ዘላ እተን ዓሰርተ ዘይቀወምቲ ኣባላት ባይቶ ጸጥታ ውድብ ሕቡራት ሃገራት'ውን ብተመሳሳሊ እስራኤል ዝወሰደቶ ስጉምታት ዘይሕጋዊ'ዩ ብምባል ድምጸን ሂበን ይርከባ ኣለዋ። ትማሊ ከኣ ንህዝብን መንግስትን ሶማል ዘገድስ ኣገዳሲ ውሳነታት ሓሊፉ ይርከብ ኣሎ። ባይቶ ጸጥታ ውድብ ሕቡራት ሃገራት ኣብ ምዝዛም ናይቲ ርክባትን ኣኼባታትን ሃገራት ንሓድሕደን ተኸባቢረን ክኸዳ ዶባት ናይ ካልእ ሃገርን ልኣላውነት ናይ ካልእ ሃገርን ምድፋር ኣብ ትሕቲ ዝኾነ ይኹን ኩነታት ቅቡል ከምዘይኮነ መልእኽትን መጠንቀቕታን የሕሊፉ ይርከብ ኣሎ። እዚ ከኣ ብቐጥታ ንስርዓት ብልጽግናን ዕሸል መራሒ ኢትዮጵያ ኣብይ ኣሕመድን ዘነጻጸረ'ዩ፣ ናብ ህዝብን መንግስትን ኤርትራ ዝግበር ዝኾነ ይኹን ፈተነታት ተቐባልነት ከምዘይብሉ ብንጹራት ቃላት ናብ ኣዲስ ኣበባን ኣራት ኪሎን መልእኽታት ሓሊፉ ይርከብ ኣሎ። ኤርትራን ግብጽን መንግስቲ ሶማልን ሳላ ዘካየድዎ ሓያል ዝኾነ ጻውዒታት እዩ እዚ ዓወታት ክመጽእ ክኢሉ ዘርከብ ዘሎ። ኣብዚ ትማሊ ባይቶ ጸጥታ ዘካየዶ ህጹጽ ርክብን ኣኼባን መንግስቲ ኤርትራን ሃገርና ኤርትራን ብተዘዋዋሪ መንገዲ ኣገዳሲ ዲፕሎማስያዊ መኽሰባትን

ቻይና፣ ፈረንሳ፣ ኢንግሊዝን ሩስያን ብኸምዚ ዓይነት መንገዲ'የን መርገጺኤን ኣነጺረን ዝርከባ ዘለዋ። ሕቡራት መንግስታት ኣሜሪካ ኣብ ፖሊሲ ሓንቲ ሶማል ዘለዋ መርገጺ ከምዘይተቐየረ ብተዘዋዋሪ መንገዲ ንሶማሊላንድ ከም ሃገር ኣፍልጦ ምሃብ ከምዘይተቐበለቶ መልእኽታታ የሕሊፋ ትርከብ ዘላ። እተን ድምጸን ሓቢኤን ነዚ ኩነታት ክከታተላን ክጽበያን ዝጸንሓ ከም በዓል ኬንያ ሕቡራት ኢማራት ዓረብ ኢትዮጵያ ዝኣመሰላ ውዱቕ ዲፕሎማስያዊ ፍሽለታት ኣጋጢምወን ይርከብ ኣሎ። ብፍላይ ስርዓት ብልጽግና ነዚ ኩነታት ናይ ሶማሊላንድ መዝሚዙ ዝተፍላለዩ ውሳነታት ንክወሰድ ብውሽጢ ኣብ ሸብድበድ ይርከብ ከም ዘሎ ሓብሬታታት ክወጽእ ጸኒሑን ኣሎን። እዚ ባይቶ ጸጥታ ውድብ ሕቡራት ሃገራትን ሓያላን ሃገራን ዓለምን ትማል ወሲዶንኦን የሕሊፎንኦን ዝርከባ ዘለዋ ኣገዳሲ ውሳነታት ግን ንስርዓት ብልጽግና ካብ ተግባራቱ ክቑጠብን ክእደብን ንሶማሊላንድ ከም ሃገር ኣፍልጦ ምሃብ ሓደገኛ ሳዕቤናት ከም ዘለዎ'ዩ መልእኽትታት ሓሊፉሎም ዝርከብ ዘሎ ንሶማልን ንህዝቢ ሶማልን ብሶማል ዝግደሱ ህዝብታትን ሃገራትን እቲ ትማሊ ዝነበረ ውዕሎ ኣገዳሲ ክኸውን እንከሎ ንስርዓት ብልጽግና ሕቡራት ኢማራት ዓረብ እስራኤልን ከኣ ዓበይቲ ጽፍዒታት ኮይኑ'ዩ ዝርከብ። እቲ ኣዝዩ ዝገርም፣ ኣምባሳደር እስራኤል ኣብ ባይቶ ጸጥታ ውድብ ሕቡራት ሃገራት ዝመጸ፣ መንግስቲ ሶማል ኣብ ልዕሊ ኣብ ሶማሊላንድ ዝርከቡ ዓሌታት ጆኖሳይድ ይፍጽም ኣሎ ክብል'ዩ ሕፍር ከይበለ ክዛረብ ተሰሚዑ። ብቐጥታ ንኣምባሳደር እስራኤል ምላሽ ብምሃብ፣ እስራኤል ወግሐ ጸብሐ ቆልዓ ሰበይቲ ኣረጋውያን ሓካይም ትቐትል ኣላ፣ እስራኤል ኣይ ጆኖሳይድ ትፍጽም ዘላ ሃገራት ዓለም ብሙለእን ንፍልስጤም ላላዊት ሃገር ክትከውን ድምጸን ሂበን እስራኤል ጥራያ ድምጻ ክትህብ ዘይከኣለት እዚ ከኣ እቲ እስራኤል ትወስዶ ዘላ ስጉምትን ውሳነታትን ኣብ ልዕሊ ሶማሊላንድ ተቐባልነት ዝበሃል የብሎን እስራኤል ኣብ ክንዲ ምስ ሶማልን ሶማሊላንድን ትተሃላለኽ ነቲ ኣብ ወሽመጥ ጋዛ ትፍጽሞ ዘላ ጆኖሳይድ ደው ክተብሎ ኣለዋ ክብል እዩ ኣብ ገጹ ክጸፍዖ ተራእዩ ዝርከብ ዘሎ። ብሓፈሻ ናይ ትማሊ ዝነበረ ርክባት ናይ ባይቶ ጸጥታ ውድብ ሕቡራት ሃገራት ንዞባ ቀርኒ ኣፍሪቃን ማያት ቀይሕ ባሕርን ብዓቢኻ ንህዝብን መንግስትን ሶማል ደገፍቲ ሃገራትን ዓበይቲ ዓወታት እዩ ነይሩ። ክቡራት ተኸታተልቲ ናብቲ ካልኣይ ንሪኦ ኣገዳሲ ዛዕባ ምስ እንሰገር ብወገን ኢትዮጵያ ክመጽእ ዝኽእል መጥቃዕትታት ምድላዋትና ኣጻፊፍና ንጽበ ኣለና ክብል ሓደ ላዕለዋይ ወተሃደራዊ ኣዛዚ ንሱዳን ትሪቡን ሓበሬታ ሂቡ ይርከብ ኣሎ። እዚ ወተሃደራዊ ኣዛዚ ብወገን ደቡብ ሱዳንን ኣብ ውሽጢ ኢትዮጵያን ተኣኻኺቦም ዝጸንሑ ተቓወምቲ ሓይልታት RSF ካብ ሕቡራት ኢማራት ዓረብን ኢትዮጵያን ኣጽዋራትን ካልእ ሓገዛትን ተገይሩሎም ካብ ውሽጢ ኢትዮጵያ መጥቃዕትታት ንምኽፋት ምድላዋት ኣጻፊፎም ይርከቡ ከም ዘለዉ ብምሕባር ነቲ ክመጽእ ዝኽእል መጥቃዕትታት ንምምካት ሰራዊት መንግስቲ ሱዳን ኣብ ምብራቓዊ ወሰናስን ምስ ኢትዮጵያን ኤርትራን ዘዳውብ ነዚ መጥቃዕትታት ንምምካት ምድላዋቱ ኣጻፊፉ ይርከብ ከምዘሎ'ዩ ኣብዚ ሓበሬታ ጠቒሱን ገሊጾን ዝርከብ ዘሎ። እዚ ወተሃደራዊ ኣዛዚ ብተወሳኺ፣ መንግስቲ ኢትዮጵያ ነዞም ተቓወምቲ ሓይልታት ዝህቦ ዘሎ ሓገዛትን ካብ መሬቱ ንኽብገሱ ሂብዎም ዝርከብ ዘሎ ዕድላትን ነቲ ኲናት ናብ ውሽጢ መሬት ኢትዮጵያን ካልኦት ጎረባብቲ ሃገራትን ንኽልሕም ቀንዲ ምኽንያታት ክኸውን ከምዝኽእል ብምሕባር፣ መንግስቲ ኢትዮጵያ ካብ ጻዕታሪ ተግባራቱ ንኽቑጠብ'ውን ጻውዒታት ኣቕሪቡ ይርከብ ኣሎ። ኣብዚ ዝሓለፈ ቅንያት፣ ከም በዓል ኣልጀዚራ ዝኣመሰሉ ዓበይቲ መደበራት ዜና ዓለም፣ መንግስቲ ኢትዮጵያ ኣብ ውሽጢ መሬቱ ንተቓወምቲ ሓይልታት RSF፣ ተቓወምቲ ሓይልታት ናይ ደቡብ ሱዳን፣ ከምኡ'ውን ናይ ኮሎምብያ ወተሃደራት ከይተረፈ ዝስልጥኑሉን ዝዕስክሩሉን ወተሃደራዊ ኣጽዋራትን ሎጀስቲክን ዝመሓላልፈሉ ሕቡራት ኢማራት ዓረብ ትድኩኖ ወተሃደራዊ መዓስከር ኣብ መሬቱ ይሰርሕ ከም ዘሎ ሓብሬታታት ወጺኡ ምንባሩ ዝዝከር እዩ። ስርዓት ብልጽግና ብምብራቓዊ ዶባት ንኤርትራን ሱዳንን ኢትዮጵያን ዘዳውብ ኣቢሉ ንተቓወምቲ ሓይልታት RSF ብምስዳድ ንጎረባብቲ ሃገራት ንምህዋኽ ግሁድ ምንቅስቓሳት እናካየደ'ዩ ዝርከብ ዘሎ። እዚ ሕጂ ሱዳናዊ ጀነራል ኣውጺእዎ ዝርከብ ዘሎ ከምዚ ዓይነት መጠንቀቕታን ሓበሬታን ንዕሸል መራሒ ኢትዮጵያን ሚኒስትር ምክልኻል ናይታ ሃገር ሓያል ጻውዒታት ኮይኑ ይርከብ ኣሎ። መንግስቲ ሱዳን ድሕሪ ኣብ ልዕሊ ተቓወምቲ ሓይልታት RSF ዘካየዶ መጠነ ሰፊሕ መጥቃዕትታት ዝበዝሑ እዞም ሰራዊት ዶብ ሰጊሮም ናብ ኢትዮጵያን ደቡብ ሱዳንን ድሕሪ ምእታው'ዮም ሕጂ ተኣኻኺቦም መጥቃዕቲ ንምኽፋት ካብ ውሽጢ መሬት ኢትዮጵያ ንምብጋስ ምድላዋቶም ኣጻፊፎም ይርከቡ ከም ዘለዉ እዚ ላዕለዋይ ወተሃደራዊ ኣዛዚ ንሱዳን ትሪቡን ሓበሬታታት ሂቡ ዝርከብ ዘሎ ስርዓት ብልጽግና ውሽጣዊ ሰላሙን ርግኣቱን ከረጋግጽን ከዕቅብን ዘይከኣለ ንኸምዚኦም ዓይነት ተቓወምቲ ሓይልታት ብናይ ሕቡራት ኢማራት ዓረብን እስራኤልን ቀጥታዊ መምርሒታት ኣብ መሬቱ ንዝተፈላለዩ ዕጡቓት እናሓብሓበን ወተሃደራዊ ኣጽዋራትን ሎጀስቲክን መሬቱ መመሓላለፊ ክኸውን ኣፍቂዱ ብኸምዚ ዓይነት ነገራት ንጎረባብቲ ሃገራት ንምህዋኽ ዘካይዶ ዘሎ ምንቅስቓሳት ከቢድ ዋጋ ከኽፍሎ ምዃኑ ጌና ኣይተሰወጦን። ክቡራት ተኸታተልቲ ናብ ሳልሳይ ናይ መወዳእታ እንርእዮ ዛዕባ ምስ እንሰገር፣ ዩክሬይን ኣብ ልዕሊ መንበሪ ቤት ናይ ፕረዚደንት ሩስያ ቪላድሚር ፑቲን ናይ ድሮን መጥቃዕትታት ምክያድ ነቲ ፕረዚደንት ክትቅንጽሎ ሓሲባ ክብል መንግስቲ ሩስያ ወግዓዊ ክስታት ኣቕሪቡ ይርከብ ኣሎ። መንግስቲ ሩስያ ኣብ ዝውጺዎ ዝርከብ ዘሎ ሓጺር መግለጺታት፣ እቲ ብዩክረይን ተወሲዱ ዝርከብ ዘሎ ከምዚ ዓይነት ሓደገኛ ስጉምቲ ሓደገኛ ሳዕቤናት ከም ዝህልዎ ብምሕባር፣ ሩስያ ኣድላዪ ዝበሃል ግብረ መልሲ ንምሃብ ምድላዋታ ኣጻፊፋ ትርከብ ከም ዘላ ኣብ ሓበሬትኡ ጠቒሱን ገሊጹን ይርከብ ኣሎ። ኣብ ዝተፈላለየ እዋናት ክልቲኤን ሃገራት ብድሮናት ክጠቓቕዓ ጸኒሐንን ኣለዋን። ድሕሪ ኣብ መንጎ ክልቲኤን ሃገራት ኲናት ምኽሳቱ፣ ኣብ ልዕሊ መንበሪ ቤት ፕረዚደንት ሩስያ ቪላድሚር ፑቲን ኣብ ኖቭግሮድ ዝርከብ ንመጀመርታ ግዜ'ዩ ከምዚ ዓይነት መጥቃዕትታት ከምዝተኻየደ መንግስታውያን መራኸቢታት ናይ ሩስያ ዜናን ጸብጻባትን ሒዘን ክወጻ ንከታተልን ንዕዘብን ዘለና። መንግስቲ ሩስያ እንታይ ዓይነት ስጉምታት ኣብ ልዕሊ ዩክረይን ክወስድ'ዩ ሓቢርና ንከታተሎን ንዕዘቦን ኩነታት ክኸውን'ዩ። ዝተፈላለዩ ወገናት ምስ ክልቲኤን ሃገራት ቅርበት ዘለዎም፣ ሩስያ ክሳብ ሕጂ ኣብ ልዕሊ ዩክረይን ዘይፈተነቶ ባሊስቲክ ሚሳይላት መጥቃዕትታት ከተካይድ ምዃና ሓብሬታታት እናሃቡ ይርከብ'ለው። ዩክረይንን መንግስቲ ናይቲ ሃገርን ነቲ ኣብ ልዕሊ መንበሪ ቤት ፕረዚደንት ሩስያ ቪላድሚር ፑቲን ተኻይዱ ዝተባህለ ናይ ድሮን መጥቃዕትታት ክሳብ ሕጂ ዝሃቦ ዝርዝራዊ ሓበሬታን ግብረመልስን የለን። ኣብ መንጎ ክልቲኤን ሃገራት ተኸሲቱ ዝርከብ ዘሎ ኲናት ብዘይ ናይ ምዝሓል ኣንፈት እናቐጸለ'ዩ ዝርከብ ዘሎ። ክቡራት ተኻታተልቲ ፈንቅል ኤሪ ሜድያ ንሎሚ ኣዳልየዮ ዝነበርኩ ቀዳማይ ትሕዝቶ መደብ እዚ ክትካታተልዎ ዝጸናሕኩም'ዩ ዝመስል ኔሩ። ኣብ ናይ ምሸት ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ።